ነቲ ኣምላኽ ዝመጻላ መዓልቲ እናተጸበኹምን እናቀላጠፍኩምን ብቕዱስ ህይወት ብፍርሃት እግዚኣብሔርን ክትነብሩ እዩ ዝግብኣኩም። እታ መዓልቲ እቲኣ ሰማይ ሰማያት ብሓዊ ከም ዝጠፍእ ፍጥረት ሰማይ ከኣ ብረስኒ ከም ዝመክኽ ክትገብር እያ። ንሕና ግና ከምቲ ተስፋኡ ጽድቂ ዝነበረሉ ሓድሽ ሰማይን ሓድሽ ምድርን ንጽበ ኣሎና። ስለዚ ኸኣ ኣቱም ፍቁራተይ፣ ነዚ እናተጸበኹምሲ ብዘይነውርን ብዘይመንቅብን ምሳኡ ሰላም ዘሎኩም ኰንኩም ክትርከቡ ተጋደሉ። እታ ጐይታና ንኸድሕነኩም ኢሉ ዘርኣዮ ዅሉ ትዕግስቲ ሕሰቡ። እቲ ፍቁር ሓውና ጳውሎስን በቲ ዝተዋህቦ ጥበብ ብዛዕባ እዚ እዩ ዝጸሓፈልኩም። ንሱ ብዛዕባ እዚ ነገራት እዚ ክዛረብ ከሎ ኣብ ኩለን መልእኽትታቱ ከምዚ እዩ ዝገብር። ብኣኡ ንምርዳኡ ዘሸግር ሓያሎ ነገር ኣሎ። እቶም ደናቑርን ዘይጽኑዓትን ከኣ ከምቲ ነቲ ቅዱሳት መጻሕፍቲ ዝጠዋውይዎ ንጥፍኣት ገዛእ ርእሶም ይጠዋውይዎ ኣለዉ። ንስኻትኩም ግና ኣቱም ፍቁራተይ

ከም ሓጺር ምንቃሕ ለይትን እየን። ንሰብ ከምቲ ቀልጢፉ ዝሓልፍ ውሓዚ ገበርካዮ፣ ከም ትኽስታ ሓጺር ዕድመ ሃብካዮ። እወ ብጊሓት ዝልምልም ሳዕሪ፣ እወ ከምቲ ንግሆ ዝዕምብብን ዝልምልምን፣ ኣጋ ምሸት ግና ተዓጺዱ ዝነቅጽ ሳዕሪ እዩ። ብኹራኻ ጠፋእና፣ ብቑጥዓኻውን ሰንበድና፣ ንኣበሳና ኣብ ቂድመኻ ተንብሮ፣ ንሕቡእ ሓጢኣትናውን ኣብ ቅድሚ ገጽካ ተቑሞ ኣሎኻ። ብዘሎ መዓልታትና ብቝጥዓኻ ሓጸረ፣ ዓመታትና ኸም ሓንቲ እህህታ ሓለፈ። ዕድመና ሰብዓ ዓመት፣ እንተ በዝሐ ኸኣ ሰማንያ ዓመት እዩ፣ እዚ ኸኣ ጻዕርን መከራን እዩ ዘምጽኣልና። ዕድመና ቐልጢፍና ይሓልፍ፣ ነፊርና'ውን ንኸይድ። ሓይሊ ኹራኻን ቁጥዓኻን ክሳዕ ክንድዚ ዘፍርህ ምዃኑ ዝፈልጥከ መን እዩ? ጥበበኛታት ምእንቲ ክንከውንሲ እታ ዕድመና ሓጺር ምዃኑ መሃረና። ጐይታየ ቁጥዓኻ ክሳዕ መዓስ እዩ ዝጸንሕ? ተመለስ፣ ንባሮትካ መሓሮም። ሙሉእ ዕድመና ክንሕጎስ ባህ ክብለናንሲ ንግሆ ንግሆ ዘልኣለማዊ ምሕረትካ ኣጽግበና። ብመጠን እተን ዘጨነቕካና መዓልታትን ክፉእ ዝረኣናለን ዓመታትን ኣሐጉሰና። ንዓና ንባሮትካ ግብርታትካ ኣርእየና፣ ንዘርእና ከኣ ክብርኻ ግለጸሎም። ኦ እግዚኣብሔር ኣምላኽና ጸጋኻ ኣብ ልዕለና ይኹን፣ ተግባር ኣእዳውና ኣስልጠልና። እወ ንተግባር ኣእዳውና ንስኻ ኣስልጦ። ናይ ሎሚ ወንጌል ካብ ወንጌል ማርቆስ ካብ ምዕራፍ ዓሰርተ ክልተ ካብ ፍቕዲ ዓሰርተ ሰለስተ ብዛዕባ ምኽፋል ግብሪ ብቓሉ ከስሕትዎ ኢሎም ከኣ ካብ ፈሪሳውያንን ሄሮድሳውያንን ገለ ሰባት ሰደድሉ መጺኦም ድማ መምህር መገዲ ኣምላኽ ደኣ ብሓቂ ትምህር እምበር ንሓደ እኳ ኣይትፈርህን ኢኻ። ገጽ ሰብ ርኢኻ ዘይተዳሉ ሓቀኛ ምዃንካ እውን ንፈልጥ ኢና። ንቄሳር ግብሪ ምኽፋልሲ ግቡእ ድዩ ወይስ ኣይፋሉን? ንኽፈል ዶኸ ኣይንኽፈል? በልዎ። የሱስ ድማ ግብዝናኦም ፈሊጡ ስለምንታይ ትፍትኑኒ ኣሎኹም? ነቲ ዲናር ክርእዮ ኣምጽኡለይ በሎም። ንሳቶም ድማ ኣምጽኡሉ፣ ንሱ ኸኣ እዝስ መልክዑን ጽሕፈቱን ናይ መን እዩ? በሎም። ንሳቶም ድማ ናይ ቄሳር በልዎ። የሱስ ከኣ እምበኣርሲ እቲ ናይ ቄሳር ንቄሳር፣ እቲ ናይ ኣምላኽ ከኣ ንኣምላኽ ሃቡ ኢሉ መለሰሎም። ብኣኡ ድማ ገረሞም። እዚ ብስራት ወንጌል ጎይታና እዩ ብሓቂ ፍቁራት ኣሕዋተይን ሓተይን እዚ ናይ ሎሚ ጥቕሲ ወንጌል ዘንበብናልኩም እቲ ብስራት ናይቲ ሰብ መልክዕን ግርማን ከዓ ይዛረብ ነዞም ነቶም ከነስተውዕለሉ ንኽእል ከመይ ንኦት ዝሓትዎ ዘሎ ፈተና እዩ ምእንቲ ኣንጻር ቄሳር ደው ክብል እሞ ብኡ ምክንያት ረኺቦም ንቄሳር ኮታ ተጻሪፉ ወይ ከዓ ግብሪ ንኸፍልን ኢሉ ኢሎም ከስሕትዎ ስለ ዝደለዩ እዩ ብኡ ምክንያት ካብ ግቡ ብንጹር ይዛረብ ስለምንታይ ትፍትኑኒ ኣለኹም የሱስ ድማ ግብዝናኦም ፈሊጡ ስለምንታይ ትፍትኑ ትፍትኑኒ ኣለኹም ፈተነ ይፍትንዎ እዮም ዘለዉ እስኻ ብሓቂ መምህር መገዲ ኣምላኽ ደኣ ብሓቂ ትምህር እምበር ንሓደ እኳ ኣይትፈርህን ኢኻ ንቀይሳር እውን ንጎይታና ቀይሳር እውን ኣይትፈርሆምን እኻ ትኸውን እዩ ገጽ ሰብ ርኢኻ ዘይተዳሉ ሓቀኛ ምዃንካ እውን ንፈልጥ ኢና ንቄሳር ግብሪ ምኽፋል ስግቡእ ድዩ ወይስ ኣይፋሉን ንኽፈል ደኸ ወይስ ኣይንኽፈል ክብሉ ከሎት ንሰምዕ ከም ህዝቢ ብጣዕሚ ተመሳሳሊ ምስ ትባህልና መብዛሕትኡ ግዜ እውን ይጥቀስ እዚ ጥቕሲ እዚ ናይ ቄሳር ንቄሳር ናይ ኣምላኽ ንኣምላኽ ተባሂሉ እቲ ሰብ እቲ ሃይማኖቱን እቲ ሰብኣውነቱን ናብ ክልተ ክፈላለ ከሎ ንርኢ ኣበይ ኢና ክንረኽቦ እቲ ጥቕ- እቲ- እቲ- እቲ- እቲ- እቲ ትርጉሙ ኣብቲ ነቲ ሰብ ህራ እቲ ቄሳር ኣብቲ ስእሉ ኣብቲ ናይ ዲናር ጎይታና የሱስ ነቲ ዲናር ኣምጽኡለይ በሎም ንሳቶም ከዓ ነቲ ዲ- ኒ- ዲ- ነቲ ዲናር ኣምጽኡለይ በሎም ንሳቶም ድማ ኣምጽኡሉ ንሱ ድማ እዚስ ንመልክዕን ጽሕፈትን ናይ መን እዩ እዚ እዚ ናይ ቄሳር እዩ ስለዚ ናይ ቄሳር ንቄሳር ሃብዎ ንሰብ ከዓ ከምኡ ንግበር ፍቁራት ኣሕዋተይን ሓተይ ነቲ ሰብ ከዓ ነምፃዮ እዚ ሰብሲ ናይ መን እዩ ዲናር ክንዲዚ ክብሪ ካብ ረኸበ ጥሪትን ንብረትን ክብረትን ሽመትን ክንዲዚ ኣብ ዓለም ኣገዳሲ ኣብ ሰሜን ኣብ ደቡብ ኣብ ምብራቕ ኣብ ምዕራብ ካብ ኮነ ብኡ ንተዓቃቐን ካብ ኮንና ፍቁራት ኣሕዋተይን ሓተይን በዚ ጥሪትን ንብረትን ክብረትን ሽመትን ካብ ኮንና ሕራይ ንዕኡ ናቱ ስእሊ ርኢናዮም ንጉስ ጎይታና ንጉስ ኣብኡ ኣለዎ ቄሳር ጽሕፈቶም ከኣ ኣብኡ ኣሎ ሕጂ ነቲ ሰብ ቡእ ንዕኡ ከኣ ነልዕሎ ንርኣዮ ነቲ ሰብ ተባዕታይን ኣንስታይን ሰብ ኣብኡ ከ እንታይ ጽሕፈት ኣሎ እንታይ ምስሊ ኣሎ እዩ ትሕቶ ልቃምቲ ዲናር ፍቁራት ኣሕዋተይን ሓተይን ገና ክጅምር ከሎ እዩ እቲ መጽሓፈ ዘፍጥረት ኦሪት ዘፍጥረት ብኣርኣዩን ብኣምሳሉን ፈጠሮም ስለዚ ንሕና ንኣምላኽ ኢና ንመስል ብኣርኣዮም ብኣርኣዮም ብኣምሳሉን ፈጠረና ተባዕታይን ኣንስታይን ሰብ ስለዚ ንሕና ከዓ ናይ መን ኢና ማለት ናይ ኣምላኽ ኢና ናይ ንጉስ ኣይኮናን ናይ ቄሳር ኣይኮናን ናይ ዝኾነ ንጉስ ናይ ደቡብ ኮነ ናይ ደቡብ ናይ ሰሜን ናይ ምዕራብ ናይ ምብራቕ ኣይኮነን ንሕና ናይ መን ኢና ናይ ኣምላኽ ኢና ናይ ዝኾነ ስርዓት ኣብ ዓለም ዘሎ ኣይኮነን ናይ ቁጠባዊ ፖለቲካዊ ባህላዊ ሃይማኖታዊ እውን ከይተረፈ ኣይኮነን ናይ መን ዳይና ናይ ኣምላኽ ኢና ኣቡና ርእሰ ሊቃነ ጳጳስ ፍራንቸስኮ ንዕኡ ፅሒ ኣብቲ ላውዳቶ ሲ ኢሎም ዝፀሓፍዎ መልእኽቲ ክብሪ ንዓኻ ኢሎም ብዛዕባ ስነ ፍጥረት ኣዴና ምድሪ ይብሉ እሞ ኣካል ናይታ ምድሪ ምዃንና ኣይንረስዕ ይብሉና ንሕና ናይዛ ምድሪ እዚኣ ኢና ብዓባያ ዓባይ ምድሪ እያ ተዋሓደት ሸሞንተ ቢልዮን ኣሕዋትን ኣሓትን ትምግብ ዘላ ምድሪ እያ እኖና ምድሪ ኣዴና ምድሪ ንሳ ኸዓ ናይ ስነ ፍጥረት እያ ገዚፍ ስነ ፍጥረት እዩ እታ ፀሓይ ሚእቲ ዕፅፊ ናይዛ ምድሪ እዚኣ እያ ብግዝፊ ፀሓይ እንተዘይትህሉ እውን ክንነብር ኣይንኽእልን ሓደ ሓደ ህሞት ክንነብር ኣይንኽእልን እታ ፀሓይ ከዓ ካብቶም ዝነኣሱ ከዋኽብቲ እያ ፍቁራት ኣሕዋተይን ሓተይን ስነ ፍጥረት ብሙሉ ከኣ እናሳፍሐ ዝኸይድ ዘሎ እዩ ካብቲ ክንበጽሖ ንኽእል ክንግምቶ ንኽእል ንላዕሊ እንተወሓደ ከኣ ሓደ 14 ቢልዮን ዓመታት ኣቢሉ ነይሩ እዩ እዚ ስነ ፍጥረት እዚ ቁስ ካብ ዝኸውን እንተወሓደ እዚ ኩሉ ንፈልጥ ፍቁራት ኣሕዋተይን ሓተይን ስለዚ ናቱ ኢና ኣካል ናቱ ኢና እዚ ኾ ናይ መን ይኸ ንስኸ ንሱ ከኣ ናይ ኣምላኽ እዩ ስለዚ ቅድም ቀዳድም ናይ ኣምላኽ ምዃንካ ምፍላጥ ይብሉና ኣቦና ፍራንቸስኮ ናይ ኣምላኽ ምዃንና ምፍላጥ ኣብቲ ወንጌል ማቴዎስ ነዚ ከቐምጦ ከሎ መጀመርያ መንግስቱን ጽድቁን ድለዩ መጀመርያ ንኣምላኽ ድለዩ ከመይ ኣምላኽ እዩ ዋናና እዛ ህይወትናስ ናትና ከማን ኣይኮነትን እታ ናተይ ንብላ ዘለና ህይወት ህያብ ንዓይ ንዓኻ ኢያ ንዓኺ ኢያ ብሩኽ ሓወይ ብርኽቲ ሓፍተይ ስለዚ ናትና ድሕር ደኣ ከምቲ ዲናር ኣልዕል ኣቢልካ ነቲ ተባዕታይ ሰብ ርኢኻዮ ብኣርኣያን ብኣምሳልን ናይ ኣምላኽ እተፈጥረ እዩ ነታ ኣንስታይ ሰብ ድሕር ደኣ ርኢኻዮ ብኣርኣያን ብኣምሳልን ናይ ኣምላኽ ዝተፈጥረ እዩ ክብረ ግርማ መሰል ኣለዎ ጉሩም ሰብኣውነት ኢሎም ጽሒፎምልና ኣለዉ ሕጂ ኣቦና ርእሰ ሊቃነ ጳጳስ ልዮን ኣብዚ ግንቦት 15 ጉሩም ክብረ ግሩም ክብረ ግርማ ዘለዎ ሰብኣውነት እንታይ ማለት ክንድዚ ክንድዚ ዋጋ ኣለና ዝኾነ ዲናር ክዕድገናስ ኣይኽእልን ኪኖ ጥሪትን ንብረትን ክብረትን ሽመትን እቲ ሰብ ከም ሰብ ሰብ ስለ ዝኾነ ጥራይ ንኣርኣያን ብኣምሳልን ኣምላኽ ዝተፈጥረ እዩ ክብረ ግርማ መሰል ኣለዎ እዚ ፍቁራት ኣሕዋተይን ሓተይን ክንርድኦ ምእንቲ እዚ እቲ ናይ ኣምላኽ ይብል መጨረሹ ከኣ ንኣምላኽ ሃቡ ስለዚ ሓደጋ ቤት ዘሎ እንታይ እዩ እቲ ናይ ኣምላኽ ዝኾነ ሰብ ናይ ንጉስ ክኾኑ ከሎ ናይ ቄሳር ክኾን ከሎ እቲ ሓደጋ እቲ ገንዘብ ናይ ቄሳር ምዃኑ ዘገርም ነገር የብሉን ብዙሓት ሃገራት ካብቲ ኣብቲ ገንዘብ ስእሊ ናይቲ ንጉስ ይገብራ እየን እሱ ይኮነ እቲ ዘገርም እንታይ ደኣ እቲ ዘገርም እንታይ እዩ እቲ ሰብ ንርእሱ እውን ንብረት ናይ ንጉስ ምዃኑ ግዙእ ናይ ንጉስ ምዃኑ ናይቲ ስርዓተ መንግስቲ ዘሎ ግዙእ ምዃኑ ሰብኣውነቱ ከዓ ክሃስስ እንከሎ በዚ ምክንያት እዚ ግፍዒ እዩ ነቲ ሰብኣውነት ዘህስሶ ነቲ ክብረ ግርማ መሰል ብኣርያን ብኣምሳለ ናይ ኣምላኽ ዝተፈጥረ ብኣርኣያ ቅድስ ስላሴ ንብሎ ብዓድና እዚ ንዕኡ ክሃስስ እንከሎ ብተኸታታሊ ግፍዕን ብተኸታታሊ ነዊሕ ዓመፅን ፍቁራት ኣሕዋተይን ሓተይ ንሱ ናይ ኣምላኽ እዩ በዚና ከዓ ንሓውና ንሓፍትናን ክንብድሎም ከለና ንብረት ናይ ኣምላኽ ኢና ንብድል ዘለና ተሓውና ሲ ፍቁር ወዱ ንእግዚኣብሔር ኣቦ እዩ ተሓፍትና ከዓ ፍቅርቲ ጓሉ ንእግዚኣብሔር ኣቦ እያ ምእንቲዚ ሓደ ኣቦ ስለ ዝኾነ ፍቁራት ኣሕዋትን ኣሓትን ኢና። ኣብኡ እውን ኣቦና ፍራንቸስኮ ጽሒፎምልና ፍራቴሊ ቱቲ ኢሎም ጽሒፎምልና ኩላትና ኣሕዋትን ኣሓትን ሃይማኖትና ብዘይገድስ ዓሌትና ብዘይገድስ ዜግነትና ብዘይገድስ ባህልታትናን መልክዓትናን ብዘይገድስ ብዝተፈላለየ ጽባቐ እዩ እኳ ደኣ ትፍልልይና ጽባቐና እዩ ስለዚ ኣብኡ ከዓ ክንሪኦ ስለዚ ብኩሉ መዳያቱ ፍቁራት ኣሕዋተይን ሓተይን ንሕና ናይ ኣምላኽ ምዃንና ክንርኢ እዩ ስለዚ መጀመርያ ናይ ኣምላኽ ኢና ደድሕሪ ናይ ኣምላኽ ከዓ ናይቲ ፍጥረቱ ኢና ኣምላኽ ዝፈጠሮ ፍጥረት ኣሎ ነዊሕ ታሪክ ዘለዎ 14 ቢልዮን ዓመታት እንተውሓደ ድሕሪ ናይ ፍጥረት ምስ በልና ከኣ ናይዛ ምድሪ እዚኣ እያ ኖና ምድሪ ኢሎማ እዮም እዛ ኖና ምድሪ ስኢልና ክንዕምፃ ኣታኽልቲ ክንቆርፅ ኩሉ ዘሎ ፀጋታት ከናባኸና ናይ ውለዶታት ምድሪ እያ ናትና ጥራይ ኣይኮነት ናይቶም ቅድመና ዝነበሩ ናትና ከዓ ህጂ ዝመፁ ዘሎ ወለዶታት ከዓ ኣለዉ ደቅናን ደቂ ደቅናን ናቶም ንዕኦም እውን እንኦም እያ ስለዚ ስኢልና ከነብርስ የብልናን ብድሕረይ ሳዕረይ ትብቆላ ክንገብር የብልናን ንኖና ምድሪ ክንዕምፅ ኣይብልናን ይብሉ እሞ ድድሕርኡ ምስ ኣተሓሒዞም እንታይ ይብሉ ዓመፅ ስነ ፍጥረትን እኖና ምድርን ዓመፅ ድኻታትን ተተሓሓዘ እዩ ይብሉ ነዚ ክልቲኡ ከዓ ፍቁራት ኣሕዋተይን ሓተይ ንሕና ክንቃለሶ ብፆምን ፀሎትን ፃዕርን እዩ ትፀዋዕታና ስለዚ ወንጌል ንዖናኡ የምፃና ብዛዕባ እቲ መወዳእታ ናይ ዓለም ናይ ምውጻት እውን ይነግረና ተጠንቂቕኩም ንበሩ ይብለና ኣቦና ጴጥሮስ ተቐዳማይ ንባብ ተዳሪእኹሞ ሃየ ብኸመይ ንበሩ እምበኣር ብኸመይ ንንበር እምበኣር ኣብዚ ገዛእቲ ናይ ጸልማት ስርዓታት ዘመሓደርቲ ኣብ ዘለውዎ ብኸመይ ንነብር እቶም ደቂ ብርሃን ክርስቶሳውያን ብቓልሲ ኢና ክንነብር ንኽእል ፍቁራት ኣሕዋቴን ሓቴን ክንዕንጅል ኣይንኽእልን ትኽስ ክንብል ኣይንኽእልን ጎርበብ ጎርበብ ክንብል ኣይንኽእልን ፍቁር ኣትሕዋተይን ሓተይን ነቲ ኣምላኽ ዝመጸላ መዓልቲ እናተጸበኹም እናቀላጠፍኩምን ብቕዱስ ህይወትን ብፍርሃት እግዚኣብሔርን ክትነብሩ እዩ ዝግብኣኩም ይብለና ፍቁር ኣትሕዋተይን ሓሓተይን እታ ፍጥረት ሰማይ ከኣ ብረስኒ ከም ዝመከኽ ክትገብር እያ ንሕና ግና ይብል ከምቲ ተስፋኡ ጽድቂ ዝንበረሉ ሓድሽ ሰማይን ሓድሽ ምድርን ንጽበ ኣሎና ስለዚ ሓድሽ ሰማይን ሓድሽ ምድርን እዩ እቲ ፍቁራት ኣሕዋተይን ሓተይን ምስፋሕ መንግስቲ ኣምላኽ ንብሎ ዘለና እዚ ሓድሽ ሰማይን ሓድሽ ምድርን ኣብዚ ምድሪ እዚ እውን ኣሎ ዳሕራይ ከዓ ሳፊሑ ከዓ ኪኖ እዚ ምድሪ እውን ይኸይድ እዩ እዚት መንግስቲ ኣምላኽ ፍቁራት ኣሕዋት ብሓቂ ድንቂ ዘገርም እዩ ኣብኡ ከዓ ንሕና ኣካላት ናቱ ኢና ኣብኡ ኸኣ ምስ ምስፋሕ ናቱ ክን ክንዓዪ በብቲ ዝተዋህበና ህያባት ናይቲ መንፈስ ቅዱስ ሓደ መንፈስ ቅዱስ ዝተፈላለየ ህያባት ብኡ ከነፍሪ ፍቁራት ኣሕዋተይን ሓተይን ይጽዋዓና ከነፍሪ ይጽዋዓና ነዚ ብዝርኢ ምስቲ ዕድመና ከነተሓሕዞ እቲ መዝሙር ዘንበብናዮ መዝሙር ጥበብ መሃረና ይብል ጥበበኛታት ምእንቲ ክንከውንሲ እቲ ዕድመና ሓጺር ምዃኑ መሃረና ምክንያቱ ንዝንግዓሉ እንታይ እዩ ከርክበሉ እየ ዝብል እዩ ሓደ መዓልቲ ከርክበሉ እየ ጥሮታ ምስ ወጻኹ ቆልዑ ተማሂሮም ኮለጅ ምስ ከዱ እስታት እስታት ብዓይነቱ ኮታ እኩል ጥሪት ምስ ገበርኩ ሽዑ ከርክበሉ እየ ስለ ንብል እዩ ሓደገኛ እዩ ፍቁራት ኣሕዋተይን ሓተይን ከመይ ናይ ሰብ ሂወት ሓፂር እዩ በዓሉ ይነግረና ኣብዚ ዘንበብናዮ ሎሚ ዕድመና ሰብዓ ዓመት እዩ እንተበዝሐ ከዓ ሰማንያ ዓመት እዩ ዝኸ ፃዕርን መከራን እዩ ዘምፅኣልና ዕድመና ቀልጢፉ ይሓልፍ ነፊርና እውን ንኸይድ ጥበበኛታት ምእንቲ ክንከውን ሲ እቲ ዕድመና ሓፂር ምዃኑ መሃረና ሓፂር እዩ ፍቁራት ኣሕዋተይን ሓተይን ካብ ማህፀን ክሳዕ መቓብር ዋላ ሚእቲ ዓመት እንተኾነ እውን ሓፂር እዩ ማንታይ ማለት እዩ ፍቕሪ ንክንመሃሮ እታ ፍቕሪ ንብላ ዘለና ከዓ ግብረ ፍትሕን